ፀሊእኹም ማለት እዩ ጉዳይ ላዕሊ እያ በፂሓኒ እቶ ኣነ ብጣዕሚ በቃ ዘይተፀበኽዎ ነገር ማለት እዩ ሰላም ሰላም ከመይ ቀኒኹም ሓፍትኩም ስዝ እየ እንኳዕ ደሓን መፃኹም ናብ ናመያ ለዩቱብ ቻነል ማለት እዩ ሓድሽ ተባክንኩም ሰብስክራይብ ጋር ይትረስቲዑኹም ሰብስክራይብ ዝገርኩም ለ ቤተሰብ ለኾንኩም ለ ላይክ ምጋር ይትረስቲዑኹም ክለኩም ይደሊ ማለት እዩ ንኩላትኩም ሰፖርት ትገብሩኒ ሰብስክራይብ ትገብሩ ኣዘ እየ ለመስግን ማለት እዩ ከምኡውን ኣብ ግዜ ለክሉ ዩቱብ ቻነል ኬድኩም ሰብስክራይብ ምግባር ኣይትረስዕኹም። ክብለኩም ይደሊ ሽኮሪናታት ሎማዕንቲ ድማ ብሓዳሽ ቪድዮ መፂና ኒና እስካብ መጨረሻ ምታይ ፀኒሕኹም ላይክ ምግባር ከይረሳዕኹም ማለት እዩ። ብሰላም ክንፈላለ ኢና። ኣብ ዝሓለፈ ክፋል እንድሕዳ ሪኢኹም ኮይንኩም ወይ ድማ ታሕቲ ቀምጥኩም ዲስክሪፕሽን ወይ ኣብ ናይ ባዕለ ዩቱብ ቻነል ኣብዛዕቲኹም ስምዕዎ ኢኹም ማለት እዩ። ጉዳይ ራሄል እቲ ጉዳይ እንዳዳ ተቐቲላ ኮይና ራሄል እቲ ድራማ ክበላሾ እዩ ወይ ድማ ክቋረፅ እዩ እና ኩረና ድምፂ ነስምዕ ዝብል ሓሳብ ኣብዚ ሓደፈ ኣቕሪበ ነይረ ማለት እዩ እምበር ከስ ንሕምሳ ተቐቲላ ኮይና እቲ ጉዳይ ናፀበበ ስለዝኸይድ ማለት እዩ እና ንምንታይ እዚ በቃ ዘይትሙነ እንታይ ዝበሃል ስለዝኾነ ብጣዕሚ ስለዝፈተራያ ማለት እዩ እና ኣጋጣሚ ኮይኑ ሕልሚ ኮይኑ ማለት እዩ ጋይስ ብጣዕሚ ደስ ይብሉኒ በዚ ኣጋጣሚ ካልኣይ ብምቕጣል ድማ ጉዳይ ባራኺ ብጣዕሚ በቃ ብኩሉ ነገር መዋጥር ኣብ ዝኣተወሉ ምሻሎ ሰብ ከለካ ቤተሰብ ከለካ ኣብ ዓዲ ከለካ ልፀበካ ኣብ ጎንኻ ኣብ ዙርያኻ ብዙሕ ሰብ ብዙሕ መቕርብ ብዙሕ ቤተሰብ እንከለካ ክንሱ ግንካ ብቸኝነት ዝስምዐካ ዓይነት ሰብ ባራኽ እዩ እና ብጣዕሚ ኣብ ዝኸፍኦሉ ግዜ ኣብዚ ሕጂ ሰዓት ግን ኩሉ ነገር ናብ መብርሁ ይመስል ማለት እዩ ጋይስ ብፍላይ ድማ እዛ ናይ ራሄል ምቕታል ሕልሚ ነገራት ውስብስብ ኣቢሉ ጉዳይ ኢራንና ኣሜሪካ እስራኤል እያ መሲላ እኒኣታ ጉዳይ ብሓደ ግዜ ከም ገሌላ ተቐይራ ማለት እዩ እና እና ብጣዕሚ ደስ ኢሉኒ ብፍላይ ሕልሚ ምስ ኮነ ብጣዕሚ ደስ ኢሉኒ እንኳዕ ሕልሚ ኮነ ካልኣይ ነገር ድማኒ ምን ሽሙ ዕቋር ኣብ ልዕሊ ራሄል ዝኾነ ዓይነት ስጉምቲ እንድሕር ወሲዱ እቲ ጉዳይ ብጣዕሚ በቃ ንባራኽሲ በቲ ሓደ ወገን ነፃነት ልእውጀሉ እዩ፣ በቲ ሓደ ወገን ድማ ህይወት ጓል ልስእነሉ እዩ ክኸውን ማለት ሕጂ ንዕኡስ ክልተ ምርጫ እዩ እኒኦ ወይ እቲ ምስጢር ከይሰምዐ ቀታሊ ሓው ኮይኑ ምቕፃል ወይ ድማ ጓሉ ምስኣን ማለት እዩና ብጣዕሚ ኣብ ወጣር ዝኾነ ነገር እዩ በፂሑ እኒኦ በቃ ምሽኝ ኢልኩም ብጣዕሚ ፈተና ብቲ ብሓዘን ብቲ ብሰወይቱ ብቲ ድማ ብውላዱ ብቲ ብወዲ ሓው ብጎረቤት ምናምንና ከቢድ ዝኾነ ኩነታት እዩ እኒኤ ባራኽ እና ብጣዕሚ በቃ የሕዝን ኣቢኒ ብፍላይ እንዳ ሓዊ ኮይዱ ኣብ ደገ ኣብ ቤት እንዳ ሓውካ ሕሰብዎ እሞ ሓውካ ብሂወት ከሎ ከይድካ ትኣትውሉ ትወፀሉ ዝነበርካ ገዛ ብድሕሪኡ ኣብ ደገ ኣፌት ጌርካ ነቢዕካ ክትምለስ ከለካ እሞ ንክትነብዕ ከማንሲ ዘየንብዐካ ውላድ ክህልዎ ከሎ ሓዘንካ ንከይትገብርሲ ነታ ሓዘን ከይትሓዝን እዩ ንኸልክለካ ውላድ ክህሉ ከሎ ብጣዕሚ ይሕመካ ማለት እዩ ማሲ ዓውልካ ክትናገር ኣይትኽእሊ ዓውልካ ታንዳንኳ ከምዚ ምናምን ክትብል ኣይትኽእሊ ምክንያቱ ሓቅኻ እስኻ ነባሪ ኮንካ ኣቦይ ግን ከምዚ ኮይኑ ምናምን ዝኣመሰሉ ቃላት ስለንጥቀም ብጣዕሚ ከቢድ እዩ ማለት እዩ እና እቲ ውላድ ባዕሉ ልቦና ንሕጠር ዘየልዎ ኮይኑ ንኩሉ ሲ ስቃይ እዩ ማለት እዩ እና ባራኺ ብኩሉ ነገር እዩ ተዋጢሩኒ እየ ማለት እዩ እጂ ባራኺ ብታይ ኮነን ገብራትም ኣብ ከቢድ ዝኾነ ወጥሪ እዩ ኣትዩኒ እየ ማለት እዩ ንሱ ብካሊእ መደብ ክንምለሶ ኢና ጉዳይ ባራኺ ግን እግዚኣብሔር ብጣዕሚ በቃ

ኣምጡለይ ሰወይቱ ድማ ንኾነ ነገር ክትሓልም ከላ ናብ ማን እዩ ዝኸውን እቲ ሕማቕ ነገሩ ማለት እዩ ብቀትሪ ትሕለሞ ብለይቲ ትሕለሞ በቃ ከም ዝተገብረ ሕማቕ ሕልማን ሕማቕ እዩ ጋይስ እና ጉዳይ ሃያ ብጣዕሚ እዩ ለተሓሳስበካ ማለት እዩ ሕጂ ኦፍኮርስ ምስ ባራኽ ለለዎ ነገር ለለዋ ነገራት ተተበጠሰ ምንም ኣይመስላይ ለሎ ኣብ ውላዳ እያ ትቕድም ለላ ሕጂ ፎከሳ ምናምና ምናምና ምስ በራኺ ለለዋ ነገራት ተስተኻኽለላ ገለ መለ ግን በዓል ኣመልሳያ ማይ ሰጥ ይጠርጥኒ ልበሃል ገዲፋ ከዓት ኣይትገድፎን እያ ግን ትሕልመ ስለልረኤቶ ትሕልመ ድማ ከምቲ ባህርያ ጊንጢ ስለዝኾነ ኣብ ውላዳ ለለዋ ነገር ድማ ብጣዕሚ እንትን በቃ ዘንትን ዘብል ኮይኑ ዘንሳፍፍ ኮይኑ እና ብጣዕሚ ይገርምኒ ምክንያቱ ሓደ ራሄል ኣብዛ ሕጂ ሰዓት ጓል መን ከም ዝኮነት እንድያ ዘይትፍለጥ ለላ ጋይስ ከቢድ ልኮነ ሚስጢር ክወጹ እዩ ሕጂ ማለት እዩ ምክንያቱ ብሓፈሻ ክልቲኦም ቆልዑ ደቂ ባራኺ ድዮም ኣይኮነን ሕቶ ምልክት ኮይኑ ብዓብዩ ግን ራሄል ሓምሳ ሓምሳ እያ ለላ ጓል ገብራለ ክትከውን ትኽእል ጓል ባራክለ ክትከውን ትኽእል ማለት እዩ ምክንያቱ ምስ መን ኔራ ከመይ ኔራ ኣበይ ኔራ ሲ ትርእይዋ ኣለኹም እንታይ ትገብርላ ትርእይዋ ኣለኹም ኣይኮነን ዶ ባራኺ ወዮ ገርህ ኮይኑ ሚስኪን ኮይኑ ካባይ ውጭ ምንም ነገር የትገብርን እያ መልሓስ ለትዕብልሎ ጎረቤት ንዘመድ ቤተሰብ መልሓስ ለትዕብልሎም ከምኡ የትገብርን እያ ምናምን ልብል ዓይነት ፅልዋ ስለ ዘሎ ካብኡ ንላዕሊ ክናገርዎ ከለዉ ናይቲ ትናገረሎም ነገራት መልሲ ዕፅፊ ጌራ ስለትዛረብ ኩሉ ግዜ ዓው ኢሉ ዝናገር ሰብ ኩሉ ግዜ ሓቀኛ እዩ ዝመስለና ከምዚ በቃ ትኽክል ልብና ጥፈጥፍእ ስለዘብለናሲ በቃ ይኹን ደሓን ወይ ድማ እን ከምኡ ዓይነት ዘረባ ከምኡ ዓይነት ድምፂ ከምኡ ዓይነት ኣነጋግራ እንሰምዕ እስኻ ኢኻ ልክዕ እስኻ ኢኻ ትኽክል ኢልና ክንከይድ ኢና ንመርፅ ማለት እዩ ኣብ መብዛሕትና ማለት እዩ እምበርከሲ ክረና ከሎ በቃ ዝኾነ ስነ ኣእምራዊ ንጭነቐሉ ጭንቀት እኒኦ ስነ ኣእምራዊ ንርቦሾ ረብሻ እኒኦ እና እቲ ረብሻ ንሱ እቲ ስምዒት ንሱ ናባና ንኸይመፅእ ንኸይቐርብ ስነ ኣእምራዊ ንኸይንትን ንኸይ ንኸይስምዐና ኢልና እቲ ሰብ ንኸዓፉ ንኸዓጡ ሲሕራ ይሽንብሉ ዓይነት ኣጋጣሚ ኣለና ካብቶም ኣጋጣሚታት ንሰሙ ከም ዘጋጥሙ ሰባት ሓንቲ ድማ ሃርያ እያ ማለት እዩ እና ስለዚ ባራኺ ሰብኣይ ኣይኮነን ማለት ዘይኮነ ግን ሰብኣይነቱ ትፈታተን ዓይነት ሰበይቲ እያ መልሓሳ ጌራ ብዙሕ ከበር ትገብር ሰበይቲ እያ እና ብጣዕሚ ከቢድ እዩ ስለዚ ጓል ገብራ ድያ ጓል ባራኺ ኣብ ቀፃሊ ክፋል ሒዘልኩም ክመፅእ እዩ ዲኤንኤን ምርመራ ምናምን ክገብሩ እዮም ግን ማለት ግድን ክግበር እዩ ማለት እዩ ብፍላይ እዚ ምስጢር እዚ ከም ገለ ኢሉ መን ሽሙ ሓፍቱ ንገብራት እንድሕር ተናጊራ ኮይና ምክንያቱ ብዙሕ ነገራት እያ ትናገር ለላ ንሰምዓ እያ ስኢና ኒኤቶ ቀልሉ ገብረላ እያ ስኢና ኒኤቶ ኩሉ ነገር ብገርሂ እዩ ሰብ ዝጥምታ ዘለ እምበር ከበድቲ ዝኾኑ ቃላት እያ ትናገር ዘላ ሓፍቱ ንገብራት ማለት እዩ ይቅርታ ጋይስ እና ስለዚ ጓል ገብራት ናይ ምዃን ተኽእሎልስ እኒኤላ እዩ ማለት እዩና ስለዚ ንባራኺ ደርጋ ብደው ልሞተ በቃ ደርጋ ብደው ልሞተ በቃ ተንቀሳቀሰ ሬሳ በልዎ ማለት እዩና ከቢድ ልኾነ ፅልዋ ናብ በራኺ ኢሉ ይፈስስ ኣሎ ከቢድ ልኾነ ፀገም ናብ በራኺ ኢሉ ይፈስስ ኣለና ነገረኛ ሰበይቲ ወይ ድማ ስነ ስርዓት ልዩዳ ሰበይቲ እንድሕር ሃልያትካ ኮይና ክንዲ ዝጠንክርካ ጠንክር ክንዲ ዝጎበዝካ ጎብዝ ክንሰራሕኻ ሰራሕተኛ ኹን ፋይዳ የብልካይ ማለት እዩ በቃ መጨረሻ ሕቆይካ ምስ ዋንካስ ኣይተርፈካን እዩ ኣብቲ ሓዳር ክልቴኻ ናይ ክልቴኻ ሓሳብ ተሰማዕነት ሃልዎ ክልቴኻ ብሓደ ትለፍዐሉ ተኮንካ ምክንያቱ እቲ ሃም ዓይነት ድኻም ሃም ዝደክምስ እስኻስ ይርድእካ እዩ እምበርከስ ትደኽሞ ስለዘለኻ ክልቴኻ እንድሕር ብሓደ ትሰርሕ ኮይንካ እሞ እስኻ እንድሕር ጠሚካ እቲ ትሰርሕ ዘሎ ምሳኻ ከም ዝጠመየ ሹር ኢኻ እምበርከ እስኻ ደስ ጠሚካ እኒኦ ከምኡ ኢኻ ትሰርሕ ዘለኻ እና እቲ ሓደ ሰራሕተኛ እቲ ሓደ ዘይሰርሕ እንድሕር ኮይኑ ግን ኮፍ ስለዝበለ ወላ ንኸይሰርሕ ስለዝህከ እቲ ምግቢ በቃ ችግር የብሉን እዩ ልብል ከይበልዕለ ክሓልፎ ይኽእል ወይ ድማ ኣብ ሰዓቱ በሊዑ ድሓሪ እቲ ምስ መፀ ዘይትፀንሕ ምናምን ይኻትሎም እምበር ከስከብድና ስለልመደ ማለት እዩ እና ስለዚ ከምቲ በራኺ ሃለኽልሉ ንሳ ሃለኽ ዘይትብል ናይ በራኺ ስምዒት ምናምን ኮንትሮል ክትገብሮ ወይ ድማ ክትፈልጦ ከዓ ኣይትኽእልን እያ ማለት እዩ እና ከቢድ ዝኾነ ሽግር እዩ እኒኦ ኣብ ቀፃሊ ክፋል ከመይ ክኸውን እንታይ ክኸውን ሒዘልኩም ክመፅእ ካብ ሽዑ ግን ተሰናይ ንዓኹም